ቺፖ ካፊሪ ሰላም ከመይ ትኾኑ ጋይስ ካብ ፊሊ ሎም መዓንቲ ካብ ሓድሽ ቪድዮ ተመይስና ኣለና ናይ ሎም መዓንቲ ቪድዮ ናይ ሎም መዓንቲ ርእስና ቅድሚ ትማሊ ዘጋጠመ ኣይሚን ትማሊ ዘጋጠመ ዝተፈላለዩ ሰባት ብማሕበራዊ መራኸቢታት ሼር ዝብልዎ ዝነበሩ ንዓና ክምህረና ይኽእል እዩ ዝተፈላለዩ ሰባት እውን በዚ ትምህርቲ ክኾኖም ይኽእል እዩ ኢለ ዝተዝሓሰብኩ እየ እዚ ቪድዮ ዝሰርሓልኩም ዘለኹ ስለዚ እንታይ እዩ እንታይ እዩ ጋጢሙ ምናልባት መጀመርያ ነቲ ዘጋጠመ ክነግረኩም እዚ ትሪእዎ ዘለኹም በረኸት ዝተባሃለ ግለሰብ ፕሮፋይሉ ቅድሚ ትማሊ ቅድሚ ትማሊ ፕሮፋይሉ ጸሊም ገይርዎ ማለት ከም ትሪእዎ ዘለኹም 12 ላይክ ከምኡውን ናይ ሓዘን ምልክት ዝገበሩ ከምኡውን 53 ከዓ ኮመንት ጽሒፎም ኣሎ ማለት እዩ እቲ ግለሰብ እዚ ግን እንታይ ኢሉ ይጽሒፉ ዘሎ ብስተሓት ትሪእዎ ዘለኹም I know it's crazy but I'm going to die tomorrow ኢሉ ጽሒፉ ኣሎ። ጽላለ ክመስል ይኽእል እዩ ግን ጽባሕ ከምዚ ኢለ ክመውት እየ ኢሉ እዩ ዝጽሕፍ ዘሎ። ኢቨን ሰብ እውን ክስሕቓካ እዩ ዝኽእል ከምዚ ኢልካ ክትጽሕፍ ከለኻ ምክንያቱ ሪያሊቲ ውሽጥካ ዘሎ ክርዳልካ ኣይክእልን እዩ ሶሻል ሜድያ እዩ ብዙሕ ነገር ስለ ዝፀሓፍ ከም ሓደ ተራ ነገር ሪኦሞ እዮም ክሓልፉ ዝኽእሉ ስለዚ ከምዚ ኢሉ ምስ ፀሓፈ ድሕሪኡ ከም ትሪእዎ ዘለኹም እዙም ፖስት ኢሉ ማለት እዩ ዘላስት ዊክ ኦፍ ማይ ፋሚሊ ዊዝ ማይ ኤንጅል ቤቢ ቦይ ዊ ዊል ሚት ኤገይን ኢሉ ከዓኒ ምስ ወዱ ዘሕለፎ ግዜ እዩ ሼር ኢሉ ዘሎ ማለት እዩ ብሓንሳብ ከለዎ እዩ ክንራኸብ ኢና ዝብል ዘሎ ወይ ከዓ ዝኾነ ይኹን ከም ዝገይሽ እዩ ዝዛረብ ዘሎ እቲ ግለሰብ ከም ትሪእዎ ዘለኹም እዚ እዩ ኣብ መወዳእታ ከዓኒ እዛ ትሪእዋ ዘለኹም ስእሊ ሼር ብምግባር ከዓኒ

ሞይቱ ተረኺቡ ማለት እዩ ስለዚ ቅድሚ ሟቱ ከምዚ ገይሩ ናይ ስንብት ጽሒፉ እዩ ባዕሉ ህይወቱ ሕሊፉ ኣዝዩ ኣዝዩ ዝሕዝን እዩ ኣዝዩ ዘሰንብድ እዩ ከዓ ከምንፈልጦ ኣብዚ ሕጂ እዋን ልዕሊ ዝኾነ ይኹን ቀራቢና ወይ ልዕሊ ዝኾነ ይኹን ቤስት ፍሬንድስ ናትካ ኮይኑ ዘሎ ኣብዚ ሕጂ እዋን ሶሻል ሜድያ እዩ ምክንያቱ ኣብዚ ሕጂ እዋን ድሕር ዝኾነ ይኹን ክልተ ሰብ ድሕር ተቋፂሮም ሻክ ሰትዩ ድሕር ተቋፂሮም ተሰቢልኩምሎም ቴስዓ ሚእታዊት ሞባይል ነናቶም ሒዞም እዮም ግዜ ዘሕልፉ ስለዚ እሱ ጥራይ ከኣ ደይኣክል ኣብዚ ሕጂ እዋን ዝኾነ ይኹን ሰብ ሓዘን ድሕር ኣጋጢሞ ተቐዳዲሙ እዩ ዝኾነ ይኹን ሰብ ከይፈለጠ ከሎ ተቐዳዲሙ እዩ ነታ ፌስቡክ ዝነግራ ተቐዳዲሙ ድሕር ተሓጒሱ ከዓ ተቐዳዲሙ ፌስቡክ ዝነግራ ማለት እዩ ስለዚ እዚ ዓይነት ነገር ብጣዕሚ እዩ ከቢድ ነገር ምክንያቱ ዝኾነ ይኹን ሕማቕ ነገር ክህሉ ከሎ ገለመለ ክህሉ ከሎ ዝኾነ ይኹን ነገር ናይ ውሽጥኻ ከጋጥመካ ከሎ ምስ ሰብ ክትዕልል ኮለኻ እዩ the best ነገር ሕጂ እዚ ሰብ እዚ reason እንድሕር ነይርዎ ወይ ከዓ ከምኡ ክኸውን ምዃኑ ንፌስቡክ እዩ ዝነግር ዘሎ ተረዲእኹም ኣለኹም ከምዚ ሓሲበ ኣለኹ ኢሉ ጀስ እነግር እዩ ዘሎ ከምዚ ክኸውን ኢሉ እዩ ዝነገር ዘሎ ኢቨን እዚ ዝነግሮ ዘሎ ፐርሰናል ንሰብ ዝነግር ተዝኾን ነይሩ ሹር ምደሓነ ነይሩ ማለት እዩ ስለዚ ከምዚ ዓይነት ነገር ጥንቀቑሉ ኣለና ብፍላይ ምስ ሶሻል ሜድያ ንህቦ ግዜ ካብቲ ንሰብ ወይ ከዓ ንፍሬንድስና ንህቦ ግዜ ክንቅንሶ ኣለና ማለት እዩ ስለዚ ናይ ሎማዓንቲ ቪድዮ ዝመስል ነይሩ ፒስ